እስኪ ሎማዕንቲ ድማ ክንጸውም እንተለና ኣብ ሰውነትና ውሽጢ እንታይ ከም ዝፍጠር ንርኣ። ኣብ እዋን ጾም ኣብ ሰውነትና ናይ ብሓቂ ተኣምራዊ ዝኾኑ ነገራት እዮም ዝፍጠሩ። ሰውነትና ንብዙሕ ግዜያት ንናይ ጥሜት ኩነታት ወይ ድማ ስምዒት ምስ ዝተፈላለዩ ትውልድታት ንነዊሕ እዋናት እንዳለመዶ መጺኡ እዩ። ስለዚ ኩላትና ኣብ እዋን ጾም ብበዝሒ ዝረኣዩ ፕሮቲናት ብፍላይ ድማ ንሓንጎልና ጽቡቕ ንኽሰርሕ ብኣቢሉ ድማ መላእ ኣካላትና ብደንቢ ንኽሰርሑ ዝሕግዙ ኣለዉ። ሎሚ ኣብዛሕትኡ ሰብ እንተነኣሰ ኣብ መዓልቲ ሰለስተ ግዜ ይበልዕ እዩ። ሕጂ ግን ብፍላይ ኣብ እዋን ጾም ስለ ዘለና እዚ ናብ ሓደ ግዜ ወይ ክልተ ግዜ ብ መዓልቲ ቀኒስናዮ ክንከውን ንኽእል ኢና። ስለዚ ኣብቲ ንጾመሉ እዋን ኣብ ሰውነትና እንታይ እዩ ዝፍጠር ክንርኢ ኢና። ቅድሚኡ ግን ኣብዚ ቪድዮ ዝግለጽ ኩሉ ነገር ሓቅነቱ ዝተረጋገጸን ብበዓል ሞያ ዝተራእየ ምዃኑ ከረጋግጸልኩም ይፈቱ። ስለዚ ንከባቢ ዓሰርተ ክልተ ሰዓታት እንተ ጾይምኩም ናይ ዕብየት ሆርሞን ወይ ድማ ግሮውት ሆርሞን ዝበሃል ይውስኽ። እዚ ሆርሞን ቶሎ ንኸይንኣርግ እውን ዝሕግዝ እዩ። እቲ ብዋናነት ስብሒ ዘቃጽል ሆርሞን እዩ። ናይ መገጣጥም ቃንዛን ቁስለትን ዘሕዊ። ምስ ምፍራይ ዝተፈላለዩ ሓደሽቲ ሆርሞናት እውን ዝተተሓዘ ሆርሞን እዩ። ሓደ ሓደ ሰባት ግሮዝ ሆርሞን ወይ ድማ ናይ ዕቤት ሆርሞን ብመርፍእ ተወጊኦም ይወስዱ እዮም። እዚ ኣይምከርን፣ እቶም ዝወስድዎ ሰባት ግን ንዝተፈላለዩ ክፋላት ኣካላትና ንኽሓውዩ ንምሕጋዝ ብምባል እዩ ዝወስድዎ። ኣብ ክንድኡ ግን ብተፈጥሮ ጾም ነዚ ሆርሞን የለዓዕሎ እዩ። ብምጽዋም ጥራሕ ናይ ግሮውት ሆርሞን ወይ ድማ ዕቤት ሆርሞን ምውሳኽ ትኽእሉ ኢኹም። ብርግጽ ኣካላዊ ምንቅስቓስ ምግባር እውን ነዚ ሆርሞን ብበዝሒ ንክምንጩ ይገብር እዩ። ስለዚ ግሮውት ሆርሞን ወይ ድማ ናይ ዕቤት ሆርሞን ጾም ምስ ጀመርና ኣብ ውሽጢ 12 ሰዓታት እዩ ዝጅምር። ኣብ ዓሰርተ ሸሞንተ ሰዓታት ድማ ኣውቶፋጂ ዝበሃል ነገር ይጅምር። ኣውቶፋጂ ሓደ ዋህዮ ኣብ ውሽጡ ብዘለዉ ኢንዛይማት ተጠቒሙ ንባዕሉ ምሕቓቕ ዝጅምረሉ ከይዲ እዩ። እዚ ከይዲ ድማ ዝተጎድኡን ዝኣረጉን ፕሮቲናት ወይ ድማ ማይክሮባትን ከም ብሓድሽ ንክምረቱ ዝገብር እዩ። እቲ ሓደ ካብኣቶም ዝኾነ ፕሮቲን ኣድቫንስድ ግላይኬትድ ኤንድ ዝበሃል እዩ። ብፍላይ ግሉኮዝን ፕሮቲንን ክተሓዙ እንተለዉ ኣዝዩ ዘጣበቖም ይኸውን። ንኣብነት ብበዝሒ ናይ ካርቦሃይድሬት ተጠቀምቲ ኢኹም ንበል እሞ፣ እቲ ኣብኡ ዘሎ ሽኮር ምስ ናይ ባዕልኹም ፕሮቲን ክጣመር ይጅምር እሞ ሰውነትኩም ድማ እቶም ሓደ ሓደ ፕሮቲናት ከጥፍኦም ይጅምር። ብኡ ኣቢሎም ድማ ምስራሕ ጠጠው የብሉ። ካብኡ ዘጣብቑን ቱቦታት ዝዓግቱ ይኾኑ። ሰውነትኩም ነዚኣቶም ኩሎም የወግዶም እሞ፣ እዞም ዝተጎድኡ ፕሮቲናት ናብ ሓደሽቲ ኣሚኖ ኣሲዳት ንክቕየሩን ሰውነትና ከም ብሓድሽ ክጥቀመሎም ይገብር። ንኣብነት ነቶም ኣምሎይድ ዝበሃሉ ኣብ ሓንጎልናን ካልኦት ክፋላት ኣካላትናን ዝእከቡ ፕሮቲናት ከም ብሓድሽ ንክምረቱ ይገብር ማለት እዩ። ስለዚ ዝኾነ ዝተጎድኣ ወይ ዝኣረገ ከምኡ'ውን ስራሕ ደው ዘበለ ፕሮቲን እቲ ኣውቶፋጂ ዝበሃል ከይዲ ነዚ ኩሉ ንክፀርግን ነቲ ዋህዮ ዳግማይ ንክሕደስን ይገብር። እዚ ዝፍጠር ድማ ኣብ ከባቢ ፆም ምብሳል ዝፍጠር ዳሕረግ ዝበሃል ፕሮቲን ይፍጠር።